ሰላም ክቡራት ተኸታተልቲ፣ ንሎሚ ካብ መጽሓፍ ኣቶሚክ ሃቢትስ ብጀምስ ክሊር ዝተጻሕፈት ኒውዮርክ ታይምስ ቤስት ሰለር ዝኾነት ንሓደስቲ ልምድታት ከነማዕብሎምን ንሕማቕ ልምድታት ከኣ ከነወግዶምን ዝኽእሉና ኣዝዮም ውጽኢታውን ዝኾኑ ኣገባባት ዘጠቓለለት መጽሓፍ ሒዘልኩም ቀሪበ ኣለኹ ምክትታልኩም ይዕድም ኣቶሚክ ሃቢትስ ማለት ኣብ መዓልታዊ ህይወትና ብተደጋጋሚ እንዘውትሮም ኣዝዮም ንኣሽቱን ቀለልትን ግን ከዓ ብጣዕሚ ሓያላት ንጥፈታት ኮይኖም ናብቲ ክትበጽሖ ዝደለኻ ዕላማ ዘብጽሑኻ ወይ ከዓ ዕላማኻ ንኸይትሃርም ንድሕሪት ዝጎትኻ እዮም ጸሓፊ ጀምስ ክሊር ኣብ ጽሑፉ ከም ዝገልጾ ኣብ መዓልታዊ ህይወትና ብሓደ ሚእታዊት ንዓመት ዝኣክል ምምሕያሽ ምስ እንገብር ኣብ ዓመት ብሳህን ሸሞንተ ሚእታዊት ካብቲ ዝነበርናዮ ከም እንመሓየሽ ብኣንጻሩ መዓልታዊ ሓደ ሚእታዊት ንዓመት ዝኣክል ምምሕያሽ ምስ ዘይንገብር ግን ብ0.03 ሚእታዊት ኣብቲ ዝነበርናዮ ብዘይ ለውጢ ከም እንነብር ይገልጽ እስከ መጀመርያ ሃቢት እንታይ ማለት እዩ ንርአ ሃቢት ማለት ልምዲ መዓልታዊ ብተደጋጋሚ እንዘውትሮ ባህርያት እዩ ንዝኾነ ልምዲ ኣብ ኣርባዕተ ደረጃታት ከፊልና ክንሪዮ ንኽእል ንሳቶም ከዓ ዋን ኪዩ ቱ ክሬቪንግ ስሪ ሪስፖንስ ን ፎር ሪዋርድ ይበሃሉ እስከ በዛ ትስዕብ ኣብነት ተሰኒና ነዞም ኣርባዕተ ደረጃታት ንርኣዮም ንበል ሞባይልካ መሰጅ ስለ ዝመፀካ ቫይብሬት ትገብር እዚ ሓበሬታ ኪው ይበሃል። ብድሕሪ እዚ ካብዚ ሓበሬታ ዝተበገሰ እዚ መጺኑ ዘሎ መሰጅ ካብ ምን ኮን ይኸውን ብዛዕባ እንታይ ይኸ ብምባል ሞባይልካ ኣልዒልካ መሰጅ ናይ ምርኣይ ባህግኻ ኣብ ውሽጥኻ ይፍጥር። እዚ ባህጊ ከዓ ክሬቪንግ ይበሃል። ካብዚ ባህጊ ዝተለዓለ ከዓ ሞባይልካ ኣልዒልካ መሰጅካ ከፊትካ ተንብብ። እዚ ከዓ ሪስፖንስ ይበሃል። እንተ ደኣ ዝሕጉስ መልእኽቲ ኮይኑ ከዓ ደስታ ይስማዓካ። እዚ ከዓ ሪዋርድ ይበሃል። እሞ ከደኣ ልምዲ እዚ ዝስዕብ ካብ ኮነ ንሓደ ጽቡቕ ልምዲ ብኸመይ ነማዕብሎ፣ ንሓደ ሕማቕ ልምዲኸ ብኸመይ ንገድፎ ንርኣ። ጀምስ ሓደ ጽቡቕ ልምዲ ከነማዕብሎ እንተ ኾይንና ነዞም ዝስዕቡ ኣርባዕተ ሕግታት ክንክተል ኣሎና ይብል። ንሳቶም ከኣ 1 ኪው ሜክ ኢት ኦብቪየስ፣ 2 ክሬቪንግ ሜክ ኢት ኣትራክቲቭ፣ 3 ሪስፖንስ ሜክ ኢት ኢዚ፣ 4 ሪዋርድ ሜክ ኢት ሳቲስፋይን። እስከ ነዞም ሕግታት ሓደ ብሓደ ንርኣዮም። 1 ኪው ኪው ሜክ ኢት ኦብቪየስ ማለት ነቲ ኸነማዕብሎ ደሊና ዘለና ልምዲ ንጹር ክንገብሮ ኣሎና። ኣብዛ መጽሓፍ ነዚ ኸነማዕብሎ ደሊና ዘለና ልምዲ ንጹር ንምግባር ዝሕግዙና ተጠቒሶም ካብ ዘለዉ ፎርሙላታት ከኣ ዋን ዘ ኢምፕሊመንቴሽን ኢንቴንሽን ፎርሙላ ማለት ነዚ ከተማዕብሎ ደሊኻ ዘለኻ ልምዲ መዓስን ኣበይን ከም ትገብሮ ምንጻር ንኣብነት ናይ ምንባብ ልምዲ ከተማዕብል እንተ ደሊኻ ኣነ ጽባሕ ንጎ ሰዓት ሸሞንተ ኣብ መንበቢ ክፍለይ ኮይነ ንፍርቂ ሰዓት ከንብብ እየ ብምባል ከነነጽሮ ከልና እዩ ወይ ከኣ ቱ ዘ ሃቢት ስታኪንግ ፎርሙላ እዚ ማለት ነዚ ከተማዕብሎ ደሊኻ ዘለኻ ሓድሽ ልምዲ ምስ ሓደ ወትሩ እተዘውትሮ ልምዲ ምስ እተተሓሕዞ እዩ ንኣብነት ሰዓት ሓሙሽተ ተስየ ገጸይ ተሓጺበ ብራሽ ምስ ገበርኩ ንዒስራ ደቂቕ ዝኸውን ስፖርት ክሰርሕ እየ ኢልካ ነቲ ከተማዕብሎ ደሊኻ ዘለኻ ልምዲ ከተነጽሮ ከለኻ እዩ ቱ ክሬቪንግ ክሬቪንግ ሜክ ኢት ኣትራክቲቭ ማለት ንባህግና ሰሓቢ ክንገብሮ ኣሎና። ብኸመይ ንዝብል ሕቶ፣ ዋን ባይ ዱዊንግ ሳምቲንግ ዩ ኢንጆይ ኢሚድየትሊ ቢፎር ኤ ዲፊካልት ሃቢት ማለት ቅድሚ ነቲ ከተማዕብሎ ደሊኻ ዘለኻ ልምዲ ምጅማርካ ንዓኻ ብቕልጡፍ ዘሐጉሰካ ነገር ግበር። ንኣብነት ሙዚቃ ምስማዕ እንተ ዘሐጉሰካ ኮይኑ መጀመርያ ሙዚቃ ስማዕ፣ ድሕሪኡ ኣብቲ ከተማዕብሎ ዘለኻ ልምዲ እቶ። ቱ ባይ ጆይኒንግ ኤ ካልቸር ዌር ዩር ዲዛይር ቢሄቨር ኢዝ ዘ ኖርማል ቢሄቨር ማለት ምስ ከምቲ ንስኻ ከተማዕብሎ ደሊኻ ዘለኻ ልምዲ ዝውንኑ ሰባት ምኻድ ምጅማር። ሰርድ ሪስፖንስ ሪስፖንስ ሜክ ኢት ኢዚ ማለት ዝኾነ ልምዲ ክንጅምሮ ከለና ብቕልል ዝበለ መገዲ ክንጅምሮ ኣለና። ደራሲ ጄምስ ክሊር ኣብ ጽሑፉ ከም ዝገልጾ ንሓደ ልምዲ ንኸተማዕብሎ ከቢድ ዝገብሮ ነገር እንተ ደኣ ሃልዩ ንኽጅምሮ እዩ። ስለ ዝኾነ ከኣ ዘውቲ ሚኒት ስሩል ንኽንጥቀም ይሕብረና። ንሱ ኸኣ እንታይ እዩ ዝብል ንሓደ ልምዲ ክትጅምሮ ከለኻ ክልተ ደቂቕ ጥራይ ክወዘልካ ኣለዎ ይብል። ንኣብነት፣ መጽሓፍ ናይ ምንባብ ልምዲ ከተማዕብል እንተ ደሊኻ፣ መዓልታዊ ቅድሚ ምድቃስካ ሓንቲ ገጽ ጥራይ ኣንብብ። እንተ ክኢልካ ኸኣ፣ ካብ ካልኣይቲ ገጽ ሓደ ሰለስተ ኣርባዕተ መስመር ኣቢልካ ኣንብብ። መታን ኣብ ቀጻሊ ንኸተንብብ ህንጡይነት ክፈጥረልካ። ፎር ሪዋርድ ሪዋርድ ሜክ ኢት ሳቲስፋይንግ ማለት ሽልማት ናይዚ ኩሉ መስርሕ የዕጋቢ ክኸውን ኣለዎ። ደራሲ ጀምስ ክሌር ኣብ ጽሑፉ ከም ዝገልጾ፣ ንሓደ ልምዲ ከነማዕብሎ ከለና ናይዚ እነማዕብሎ ዘለና ልምዲ ውፅኢቱ ሽዑ ንሽዑ ኣይረኣየናን እዩ ንኣብነት ንጎ ተሲእኻ መዓልታዊ ፍርቂ ሰዓት ኣካላዊ ምንቅስቃስ ትሰርሕ እንተ ሃሊኻ ድሕሪ ሓሙሽተ ሽዱሽተ ወርሒ ኢና ውፅኢት ንረክብ ስለ ዝኾነ ሽዑ ንሽዑ ንገዛእ ርእስና በዓልና ሸልማት ክንባ ኣለና እስከ ነዛ ትስዕብ ኣብነት ንተዓዘብ ክልተ መጻምድቲ ነበሩ እዞም መጻምድቲ ገንዘቦም ኣብ ኮንቱ ናይ ምጥፋእ ልምዶም ከወግድዎ ተሰማምዑ ዝኾነ ነገር ካብ ምግዛእ ንነብሶም እንተኸልኪሎማ ዋጋ ናይቲ ክገዝእዎ ዝሓሰቡ ናብ ሴቪንግ ኣካውንት ትራንስፈር ክብልዎ ተሰማምዑ። ንኣብነት እንተደኣ ሓዲኦም ፒዛ ክበልዕ ደልዩ እሞ ከኣ ፒዛ ካብ ምብላዕ ንነብሱ ከልኪልዋ ዋጋ ናይቲ ክበልዓ ዝሓሰበት ፒዛ ናብ ሴቪንግ ኣካውንት ትራንስፈር ይብላ። ብከምዚ ኣገባብ ንገዛእ ርእሶም ባዕሎም ሽልማት እንዳሃቡ ካብ ዘየድሊ ልምድታት ክቁጠቡን ብዙሕ ገንዘብ ሴቭ ክብሉን ከኣሉ። ስለዚ ብሕጽር ዝበለ ንሓደ ልምዲ ከነማዕብሎ እንተደሊና መጀመርያ እንታይ ዓይነት ልምዲ ኢና ከነማዕብል ደሊና ዘለና ጽቡቅ ገና ክንፈልጥ ኣለና ብድሕሪኡ ኣብዞም ኣርባዕተ ሕግታት ተመርኪስና ነቲ ልምዲ ከነማዕብሎ ኣለና ንሳቶም ከዓ ከምዚ ኣብ ላዕሊ ዝገለጽክዎ ዋን ኪው ሜክ ኢት ኦቪየስ ማለት ነቲ ከተማዕብሎ ደሊኻ ዘለካ ልምዲ መኣስን ኣበይን ከም ትገብሮ ከተነጽሮ ኣለካ። ቱ ክሬቪ ሜክ ኢት ኣትራክቲቭ ማለት ብዛዕባ ሓደ ከነማዕብሎ ዘለና ልምዲ ክንሓስብ ከለና ኣብ ውሽጥና ዝፍጠር ባህጊ ኣሎ። ስለዚ ነዚ ባህጊ ኣዝዩ ሰሓቢ ክንገብሮ ኣለና። ስሪ ሪስፖንስ ሜክ ኢት ኢዚ ማለት ብሰንኪ እቲ ኣብ ውሽጥና ተፈጢሩ ዘሎ ባህጊ እንወዞ ስጉምቲ ኣዝዩ ቀሊል ክኸውን ኣለዎ። ፎር ሪዋርድ ሜክ ኢት ሳቲስፋይንግ ማለት ንሓደ ልምዲ ብንጹር ኣለሊና፣ ብዛዕባኡ ሓሲብና፣ በቲ ኣብ ውሽጥና ዝፍጠር ባህጊ ተደፋፊእና ምስ ተግበርናዮ፣ ንነብስና ኣዕጋቢ ዝኾነ ሽልማት ክንበ ኣለና። ብኣንጻሩ ንሓደ ሕማቕ ልምዲ ክነወግዶ እንተኾይና ከኣ፣ ነዞም ሕግታት ብግምጣል ክንጥቀመሎም እዩ ዘለና። እዚ ማለት ከኣ ዋን ኪው ሜክ ኢት ኢንቪዚብል፣ ቱ ክሬቪንግ ሜክ ኢት ኣን ኣትራክቲቭ ስሪ ሪስፖንስ ሜክ ኢት ዲፊካልት ፎር ሪዋርድ ሜክ ኢት ኣንሳትስፋይን እስከ ኣብዞም ኣርባዕተ ሕግታት ተመርኪስና በዛ ትስዕብ ኣብነት ተሓጊዝናን ንሓደ ልምዲ ብኸመይ ንገድፎ ንርአ ንኣብነት ወልፊ ሽጋራ ኣለና ንሽጋራ ክንገድፉ ደሊና ኣለና ንብል ዋን ኪዩ ሜክ ኢት ኢንቪዝብል ማለት ነቲ ጠንቂ ወልፍና ኮይኑ ዘሎ ነገር ማለት ሽጋራ ከምዘይረአ ክንገብሮ ኣለና ንሽጋራ ካብ ጥቓኻ ኣርሕቃ ማለት ሽጋራ ዝበሃል ክትገዝእ የብልካ ከምኡ እውን ሽጋራ ኣብ ገዛኻ ኣብ ቦርሳኻ ወይ እውን ኣብ ጁባኻ ከተቐምጣ የብልካን ሰከን ክሬቪንግ ክሬቪንግ ሜክ ኢት ኣን ኣትራክቲቭ ማለት ብሰንኪ እቲ ኣማዕቢልናዮ ዘለና ወልፊ ንዝስማዓና ባህጊ ዘይሰሓቢ ክንገብሮ ኣለና እዚ ማለት ከዓ ኣብ ክንዲ ሽጋራ ምስሓብ ጅም ክንጅምር ኣለና መታን ጅም ምስ ሰራሕኻ ጥዑይ መግቢ ምብላዕ ሰሓቢ ሽጋራ ምስታይ ከዓ ዘይሰሓቢ ኮይኑ ክስማዓካ ስሪ ሪስፖንስ ሪስፖንስ ሜክ ዲፊካልት ማለት እቲ ነዚ ወልፊ ንክነተግብሮ እንወዞ ስጉምቲ ከቢድ ክንገብሮ ኣለና እዚ ማለት ከዓ ምስ ሽጋራ ዝስሕቡ የዕሩኽትና ምኻድ ክንገድፎ ኣለና ብጥቓ እቲ ሽጋራ እንገዝኣሉ ድኳን ክንሓልፍ የብልናን ብምሉኦም ሽጋራ ከም እትስሕብ ዝፈልጡኻ ሽጋራ ክትስሕብ እንተርእዮምኻ ሕማቕ ኢሎም ክፀርፉኻ ከም ዘለዎም ንገሮም ፎር ሪዋርድ ሪዋርድ ሜክ ኢት ኣንሳትስፋይንግ ማለት ሽጋራ ምስታይ ዘይዓጋቢ ክንገብሮ ኣለና እዚ ማለት ከኣ እንተ ጅም ብምስራሕ ጥዑይ መግቢ ክትምገብ ጀሚርካ፣ ጅም ምስራሕን ጥዑይ መግቢ ምምጋብን ሰሓቢ፣ ሽጋራ ምስሓብ ከኣ ዘይሰሓቢ ኮይኑ ክንረኽቦ ኢና። ዝኸበርኩም ተኸታተልቲ፣ ንሎሚ ካብ መጽሓፍ ኣቶሚክ ሃቢት ዘዳለኹዎ ሕጽር ዝበለ ጽሙቕ ናይዛ መጽሓፍ ነዚ ይመስል። ኣብዛ ቻናል ሓደስቲ እንተ ኹንኩም እሞ ኸኣ እዛ ቪድዮ መሃሪት ኮይና እንተ ረኺብኩማ ሳብስክራይብ ምግባር ኣይትሕመቑ። ስለቲ ምክታልኩም ብልቢ እናመስገንኩ ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ ሰላም ጽንሑ።